ሰላም ሰላም ከመይ ኣለኹም? ንሎማዓንቲ ሓደ ፍሉይ ምድላው ሒዘልኩም መጽየ ኣለኹ። ኣብ ዓለምና ካብ ዘለዉ ተነበብቲ መጽሔታት ዘ ኢኮኖሚስት ሓደ እዩ። ዘ ኢኮኖሚስት ሚድል ኢስት ኤንድ ኣፍሪካ ኣብ ዝብል ዓምዲ ጽሑፉ ኣብዚ ሕዚ እዋን ብዛዕባ እቲ ኣዘራራቢ ዘሎ ፕረዚደንት ሃገረ ብርኪና ፋሶ ወዲ 36 ዓመት ኢብራሂም ትራኦሬ ሰፊሕ ሓተታ ሒዙ ወጽዩ ኣሎ። ዘይኮኖሚስት ኣብ ሓተትኡ ወደሳን ነቐፌታን ዘልዐለ ኮይኑ እንታይ እንታይ ሓሳባት ተላዒሎም ብምንታይ ተወዲሱ ብምንታይ ከተነቒፉ ዝብል ነገር ብዝርዝር ክንሪኦ ኢና። እቲ ብዓሰርተ መጋቢት 2025 ሒዝዎ ዝወፀ ልጣፍ ብቐጥታ ብትግርኛ ኢና ክነቕርበልኩም። ንቻነልና ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ። ሰናይ ምክትታል። ዘ ኢኮኖሚስት ንኢብራሂም ትራኦሬ ሪትሮ ሪቮሉሽናሪ ወይ ድማ ዝፀንሐ ኣገባብ ለውጢ ዝኽተል መራሕ ብምባል እዩ ዝገልጾ። ምስ ኢብራሂም ትራኦሬ ዝፀንሐ ኣገባብ ለውጢ ዝኽተል መራሒ ብርኪና ፋሶ ተላለዩ ይብል። እቲ ዝነኣሰ መራሒ ኣፍሪካን ጂኦፖለቲካዊ ገጽታ ክፍለ ኣህጉር ኣፍሪካ ዝልውጥ ዘሎ ብምባል ይገልጾ። ዘ ኢኮኖሚስት ይቕጽል። ቅድሚ 40 ዓመት ካብ በርኪና ፋሶ ዝመጸ ወዲ 34 ዓመት ሓለቓ ሰራዊት ኣብ መድረኽ ሓፈሻዊ ባይቶ ውድብ ሕራት ሃገራት ሓድሽ መዋቕር ጠለበ። መደርኡ ድማ መናእሰይ ምዕራብ ኣፍሪካ ብሃንቀውታ ዝጽበይዎ ሓድሓደ ግዜ ድማ ኣፍሪካዊ ቾኮቤራ ብምባል ዕንቁ መራሒ ከም ዝተወልደ ይገልጹ ነይሮም። ቶማስ ሳንካራ ብዕልዋ መንግስቲ ስልጣን ምስ ረኸበ ኣብ ዓርሰ ምርኮሳ ትኹረት ዝገበረ ፕሮግራም ኣቖመ። ከምቲ ናይ ኣሜሪካ ኣምባሳደር ኣብ ውድብ ሕቡራት መንግስታት ዝጸሓፎ ኣብ ሳልሳይ ዓለም ናይ ዘለዋ ሃገራት መሪሕ ምዕባለ ክትከውን ክኢላ እያ። ሳንካራ ድሕሪ ሰለስተ ዓመት ብመሳርሕቱ ተቐቲሉ። መንፈሱ ግና ምስቲ ብ2022 ኣብ 34 ዓመቱ ስልጣን ፕረዚደንትነት ብዕልዋ መንግስቲ ዝጨበጠ ኢብራሂም ትራኦሬ እያ ዝነበረት። ትራኦሬ ነቲ ሳንካራ ዘውፅኦ ናይ ኣውትራክ ቁጠባዊ ፖሊስታት ናብቲ ንሱ ቀጻሊ ህቡብ ለውጢ ኢሉ ዝጽውዖ እናዕረየ ንምዝርጋሕ ምስፍሕፋሕ ጂሃዲስት ንምዕጋት ይጽዕር ኣሎ። ብመነጽር ካልኦት ሃገራት ድማ ሓደ ካብቶም ኣብ ኣፍሪካ ውርያት ተጣበቕቲ ናይ ሓንቲ ብብዝሓነት ዝቖመት ዓለም ከምኡውን ገጽ ናይቲ ኣብ ዝሓለፈ ዓመት ምስ ጎረባብቲ ማልን ኒጀርን ዝቖመ ሰለስተ ጉጅለታት ዝቖምዎ ኣሊያንስ ኦፍ ሳሕል ስቴትስ ወይ ድማ ውዳበ ሃገራት ሳሕል ኮይኑ ኣሎ። ምስቶም ኣብ ሳሕል ዘለዉ ወታደራዊ መራሕቲ ብጾቱ ምስ ዕጡቓት ጂሃዲስት ዝግበር ዝኾነ ይኹን ዝርርብ ብምንጻግ ወታደራዊ መንገድታት ብምጥቃም ጂሃዲስት ምቁጽጻር እዩ። እዚ ብኸመይ ይካየድ ከም ዘሎ ንምርድኡ ዘጽግም እዩ። መንግስቲ ነቲ ኡኣጓድጉ ዝበሃል ርእሰ ከተማን ከባቢኣን ዝቆጻጸሮ ዘሎ ይመስል። ኣብቲ ከባቢ ዝግበር መጥቃዕቲ እውን ዳርጋ የለን ይብል ዘኢኮኖሚስት። ካብታ ርእሰ ከተማ ርሒቑ ይረኽቦም ኣለኹ ንዝበሎም ዓወታት ግን ንምርግጋጽ ኣዝዩ ከቢድ ምዃኑ ይገልጽ። ዘኢኮኖሚስት ኣብ ንኡስ ርእሱ ኩለን ኣዒንቲ ይጥምታኒ ይብል። ትራኦሬ ከምዚ ዝኣመሰለ ምጥርጣር ንሓይሉ ምእንቲ ከየጥፎ ዋላ ሓንቲ ተቃውሞ ኣይገብርን። ወታደራዊ መራሒ ብርኪና ፋሶ ካብ ማልን ኒጀርን ንላዕሊ ናይ ሓደ ሰብ ምርኢት እዩ። ኩሉ ናይ ተቓውሞ ንጥፈታት ተኣጊዱ እዩ። እቲ ፕረዚደንት ኣብ ፈለማ ኣብ 2024 ብመረጻ ስልጣን ከም ዝህብ እኳ እንተተማጻበዐ ሕጂ ግን እንተወሓደ ክሳብ 2029 ኣብ ስልጣን ክቕጽል እዩ። ትራኦሬ መሓውር ሰራዊት ከም መዓራሪ ካብ ዝጅምር ዳርጋ ክልተ ዓመት ዝኸውን ጸኒሑ እዩ። ሐዚ ጸጥታ ሓይሊ እታ ሃገር ሙሉእ ብሙሉእ ኣብ ትሕቲኡ ዝኣተወ ይመስል። ነቐፍቲ ወይ ምዕራባውያን ዝድግፍዎም ትራኦሬ ጸላእቲ ብምባል እዩ ዝጽውዖም። ነዚኣቶም ድማ ናብ ቤት ማእሰርቲ ከም ዝዳጎኑ ወይ ድማ ምስ ጂሃዲስት ኣብ ዝግበር ውግእ ኣብ ቅድሚት ናብ ግንባር ከም ዝለኣኹ እዩ ዝገልጽ ዘኢኮኖሚስት። ትራኦሬ ምስሉ ከማዕብል ይጥንቀቕ እዩ ኣብ መላእ ኡኣጋድጉ ፋብሪካታት ክኸፍትን ምስ ወጻእተኛታት ሰበስልጣን ክራኸብን ከሎ ይረአ እዩ። ኣብ ወርሒ ጥሪ በዓል ሽመት ፕረዚደንት ጋና እንትሳለጥ ኣብቲ እዋን ትራኦሬ ቀይሕ ቦኒትን ወታደራዊ ክዳንን ተኸዲኑ መፅዩ ብክብ ዝበለ ሓጎስ ድማ ሰላም በሎ። እታ ትራኦሬ ስልጣን ምስ ሓዘ ነዊሕ ከይጸንሐት ወታደራዊ ኣማኸርቲ ናብ ብርኪናፋሶ ዝለኣኸት ሩስያ ዝያዳ ትኹረት ክረክብ ሓጊዛቶ ክትከውን ትኽእል እያ። ኣብ ጀርመን ኣብ ዝርከብ ትካል ኮናርድ ኣድናወር ክኢላ ዞባ ሳሕል ዝኾነ ኡሉፍ ላሲንግ ከም ዝገለጾ እቲ ምስ ክረምሊን ዝተተሓዘ መራኸቢ ብዙሃን ዝገብሮ ተበግሶ ንበርኪናፋሶ ኣብቲ ዞባ ልኡም ሓይሊ ከም ዘትኩር ገይርዎ እዩ። ይብል። መብዛሕትኡ ግዜ ትራኦሬ ዝገብሮም ለውጥታት ምስቲ ኣብ በርኪና ፋሶ ክሳብ ሕጂ ከም ጣኦት ዝምለኽ ቶማስ ሳንካራ ንምንጽጻር ተባሂሉ እዩ ይብል። ሳሙኤል ካልኮምዶ ዝበሃል ኣማኻሪ ናይቲ ፕረዚደንት ቶማስ ሳንካራ የነቓቕሐና እዩ ይብል። ትራኦሬ ልክዕ ከም ጣኦቱ ወይ ድማ ልክዕ ከም ቶማስ ሳንካራ ነቲ ናይ ፕረዚደንትነት ደመወዙ ከም ዝነጸጎ ትሑት ወታደራዊ መዓርግ ካፒቴን ከም ዝነበሮ ክርባሕ ከም ዝወሰነ እዩ ዝንገር። ኣብ ዝቕጽል ወርሒ ኣብቲ ሳንካራ ዝተቐተለሉ ቦታ ቤተ መዘክር ክሰርሕ ተዳልዮ ኣሎ ይብል። እቲ ምስ ሳንካራ ዘሎ ምምስሳል ካብቲ ኣብ ላዕሊ ዘሎ ኣቋውማን ላዕሊ እዩ። ትራኦሬ ልክዕ ከም ሳንካራ ቁጠባዊ ምዕባለ ክብ ከብሎን ብልሽውና ካብ ስሩ ከጥፍእን እዩ ዝጽዕር ዘሎ። ኣብ ዝሓለፈ ዓመት እቲ መንእሰይ መራሒ ኣብቲ ሃገር ንፈለማ ግዜ ናይ መንግስቲ ባንኪ ጀሚሩ ኣሎ። ኣብ መዓድን ዝተዋፈራ ትካላት ድማ ብመንግስቲ ክውነና ገበረ። ንናይ ወፃኢ ኩባንያታት ድማ ፍቓደን ከም ዝምንጥል እዩ ዘፈራርሕ። ካብ ሓደ ካናዳዊ ኩባንያ ድማ ወርቂ መንዚዑ ወሲዱ። ኣብ መወዳእታ እቲ ዓመት ብምግቢ ዓርስኻ ንምኽኣል ዝዓለመ ናይ ሕርሻ ለውጥታት ብምግባር ንሩዝ ሓዊሱ ቀንዲ ቀንዲ ምህርትታት ናብ ወፃኢ ንኸይስደድ ከልኪሉ። መንግስቲ ንሓረስቶት ብናፃ ትራክተር ይዕድል ከም ዘሎ ይገልጽ ዘኢኮኖሚስት ኣብ ሓተቱ። እንተኾነ ግና እቲ ናይ ሕርሻ ተበግሶ ገና ኣይተጀመረን። ኣንጻር ብልሽውና ዝግበር ተሪርን ሰፊሕን ወፈራ ፍረ ዘፍሪ ዘሎ እዩ ዝመስል። ሓደ ምዕራባዊ ኣምባሳደር ኣብዚ ቀረባ ግዜ ዘጋጠሞ ጉዳይ ከምዚ ብምባል ይገልጽ፣ እቲ ለውጥታት ልክዕ ከም ናይ ስታሊን እዩ ብምባል ይገልጾ። ሓደ ኣብቲ ከባቢ ዝነብር ጋዜጠኛ ድማ ብልሽውና ነውሪ ምዃኑ ንምግላጽ እንተሒዞምኻ ከዋርድኻ እዮም ይብል። ፕረዚደንት ኢብራሂም ትራኦሬ ክሳብ ክንደየናይ ህቡብ ምዃኑ ንጹር ኣይኮነን። ካብ ኣፍሮ ባሮሜትር ዝተረኸበ ጸብጻብ ከም ዝሕብሮ ብ2023 ንወታደራዊ ግዝኣት ዝጻረር ዝነበረ ተቓውሞ ካብቲ ኣብ ማሊ ዝርከብ ባር ኣፍሪካ ንላዕሊ ኣብ በርኪናፋሶ ነኪኡ እዩ ይብል። እንተኾነ ግን ምጽራር ወይ ናጻ መራኸቢ ብዙሃን ስለ ዘየለ ከምዚ ዝኣመሰለ ረኣእያ ንምፍራዱ ከም ዘጽግም እዩ ዝገልጽ ዘ ኢኮኖሚስት። ሓደ ኣብ መራኸቢ ብዙሃን መንግስቲ ዝሰርሕ ጋዜጠኛ ሐዚ ክትድግፈ ኣለካ እንተዘይኮይኑ ናበይ ገጽካ ትኸይድ ከም ዘለኻ ትፈልጥ ኢኻ ይብል። እቲ መንእሰይ መራሒ ዝነበሮ ዘይልምሉም ባህርያት ነቲ ሃገር ካብ ምዕራይ ሓሊፉ ዘባላሸዋ እዩ ዝመስል። መንግስቲ እቲ ናይ ሕርሻ ተበግሶታቱ ነቲ ብሰንኪ ምንካይ ረድኤት ምዕራባውያን ዝተረፈ ናይ ምግቢ ደገፍ ክፍተት ክመልእ ተስፋ ይግበር። እንተኾነ ግን ሓደ ኣብ ኡጓድጉ ዝሰርሕ ሰራሕተኛ ረድኤት ሕርሻ ክትለማመድ እንተደሊኻ ናብ መሬት ክትኣቶ ኣለካ ይብል። ትራኦሬ ምስ ጃህዳውያን ዝግበር ዝኾነ ይኹን ዝርርብ ስለ ዝነጸጎ እዚ ንምፍጻም ኣሸጊርዎ እዩ ይብል ዘኢኮኖሚስት። ትራኦሬ ነቐፌታ እውን ኣይቕበልን እዩ። ኣብቲ ብሓደ ማዝያ ዘቕረቦ ጉሁር ዝርርብ ሳንካራ ምስ ተቐትለ ናይ 87 ዓመት ፍጻመታት ከም ዝደጋገም ኣጠንቀቐ። ሓይልታት ወጻኢ ንምጭፍላቕ ውዲት ከም ዝኣልሙ ግና ብዙሓት ከዳዓት ክእሰሩ ከም ዘለዎም ሓሳብ ኣቕሪቡ ኣሎ። እዚ ንበርኪና ፋሶ ወይ ነቲ ከባቢ ጽቡቕ ኣይኮነን ይብል ዘኢኮኖሚስት። ምዕራባውያን ብሚድያታቶም ንመራሕቲ ኣፍሪካ ዝጽሕፍዎ ጽሑፍ መብዛሕትኡ ግዜ ብመዓር ዝተላዕጠጠ መርዚ ምዃኑ ኢና ንርዳእ። ስለዚ ኢብራሂም ትራኦሬ ንቐጻሊ ብዙሕ ፈተናታት ክገጥሞ ከም ዝኽእል ምርዳእ ይከኣል። ኢብራሂም ትራኦሬ ነዚ ፈተናታት በዲሁ ዕላምኡ ከዕውት ድዩ ወይስ ከምቶም ካልኦት መራሕቲ ኣፍሪካ ኣብ ትሕቲ ምዕራባውያን ወዲቑ ክምብርከኽ እዩ ዝብል ናይ ግዜ ጉዳይ እዩ። ነታ ኣብ ጽቡቕ ገስጋስ ትርከብ ሃገረ ብርኪና ፋሶ ንፕረዚደንት ኢብራሂም ትራኦሬን ሰሰናዩ እናተመነና ንሎማዓንቲ ዝነበረና መደብ ኣብዚና ክንክምብት ነዚ ቻነል ሓደሽቲ ዝኾንኩም ላይክ፣ ሼር፣ ሳብስክራይብ ምግባር ኣይትረስዑ። ነዚ ምድላው ዘቕረብክልኩም ምሕረት ኣበርያ እየ። ኣብ ቀጻሊ መደባት ክሳብ ንራኸብ ሰሰናይ ንዓኹም።